We have a good day practicing here in East Africa Medical Center today. ሰላም ሽመይ ዶክተር ሳሙኤል ተወልደ በሃል ቀዋሚ ኣባል ናይ ኢስት ኣፍሪካ ሜዲካል ሰንተር ከም ጀነራል ፕራክቲሽነር ወይ ዶክተር ኮይነ ይሰርሕ ኣለኹ ኣብዚ ሕጂ እዋን ምስ ሃይገት ኣካዳሚ ስልጠና ብዛዕባ ነርሲን ኣሲስታንት ኢና ጀሚርና ስለ ዘለና ምስኦም ኮይነ ከመምህር ኮይነ ኣገልግል ኣለኹ ማለት እዩ ሰው መጀመርታ እዚ ናይ ፕሮግራም እንድሕር ክንዛረብ እንድሕር ኮይና እዚ ከም ዝጠቐስክዎ ናይ ነርሲን ኣሲስታንት ኮይኑ ወይ ከዓ ሰርቲፋይድ ነርሲን ኣሲስታንት ዝኾነ ፕሮግራም ኮይኑ ንሸሞንተ ወርሒ ኮርስ ዝኸይድ እዩ እዚ ግን ክልተ ፖርሽን ጌርና መቒና ኣለና ወይ ክልተ ክፋል ኣለዎ ማለት እዩ ተቐዳማይ ሰርቲፋይድ ነርሲን ኣሲስታንት ዝፀቐጠ ኮይኑ ብዛዕባ ነርስ ከመይ ገይሮም ወይ ኣሳ ነርስ ከመይ ገይሮም ሕሙማት ኣልዩ ዝዓለመ ክኸውን ከሎ ድሕሪ ዘሎ ተወሳኺ ኣርባዕተ ወርሒ ከዓ ነቶም ኣብ መፃኢ ከይዶም ናብ ነርሲን ዲግሪ ይኹን ወይ ነርሲን ዲፕሎማ ከማዕብልዎ መደብ ዘሎም ተምሃሩ ወይ ተገዳስነት ዘሎም ብጥብቕ ዝበለ ናይ ነርሲን ዲፕሎማ ኢንክሉድ ዝገበረ ኮርስ ንህብ ኢና ማለት እዩ እዚ ኣዋህባ ኮርስ ኣዋህቡ ብዚ ግዜ እዋን ብክልተ መዳይ ንገብሮ ኣለና እቲ ቲዮርን ፕራክቲካልን ማለት እዩ ቲዮሪ ከዓ ኣብ ክልቲ መሊሱ ነብሱ ዝኸኣለ ኣብ ክልተ ዝተመቐለ ኮይኑ ብኣካል ኣብ ክላስ ኣብ ሃይገት ኣካዳሚ ትምሃሮ ንኣርባዕተ ግዜ ብሰሙን ኣለና ማለት እዩ እቲ ኣብ ልዕሊ ቲዮሪ ተወሳኺ ከዓ ኣብ ናይ ኦንላይን ክላስ መደብ ጌርና ኣለና። እዚ ከኣ ነቶም ተመሃሮ ኢንተራክቲቭ ዝኾነ ኢንቫይሮመንት ትምህርቲ ኣብቲ ክላሳት ባዕሎም ክሓትትዎ ዘይከኣሉ ሕቶታት ናይ እንድሕር ድር ኣለዎም እንተኾይኑ ወይ ሕሙማት ዓይነት ሕማም እንድሕር ዲስካስ ክገብሩ እንድሕር ኮይኖም ኣብ ናይ ኦንላይን ክላስ ጌርናሎም ኣለና ማለት እዩ። ኣብ ልዕሊ እውን ተወሳኺ ናይ ኢንተርናሽናል ትምህርቲ ዘለዎ ፕሮግራም ኣብ ናይ ኦንላይን ክላስ ይወስድዋ ምስኡ ጎኒ ጎኒ ማለት እዩ። ኮርስ ፕሮግራም ናይዚ መደብ ኣብ ክልተ ዝተመቐለ ኮይኑ ብትዮርን ብፕራክቲካል ንወሃብ ማለት እዩ። ኣብ ትዮሪ ሃይገት ኣካዳሚ ኮይኑ ሃይገት ኣካዳሚ ነቶም ተምሃሮ ንኩላቶም ትዮረቲካል ክላስ ይህቦም ማለት እዩ። እዚ ከኣ ብክልተ መንገዲ ንሪኦ ሓደ ብክላስ ኮይኑ ዝወሃብ ኣሎ ብኣካል ተረኪብካ ማለት እዩ። እቲ ካልኣይ ከኣ ብኦንላይን ክላስ ዝወሃብ ኮይኑ ተወሳኺ ናይ ትዮረቲካል ክላስ ናይ ኢንተርኣክቲቭ ማለት ኣብ መንጎ እቶም መምህር ዝምህር ዘሎን ኣብ መንጎ እቶም ተምሃሮ ዘሎ ዲስካሽን መሳሊ ኮርሳት ንህቦም ማለት እዩ ተወሳኸቲ ናይ ኢንተርናሽናል ኮርስ ናይዚ ፕሮግራም እዚ ኣብ ሃይገት ኣካዳሚ መሊሱ ዝዋሃብ ተወሳኺ ቴዎሪ ኮይኑ እዚ ከዓ ኢንተርናሽናል ክንብል ከለና ኣብ ሙሉእ ዓለም ክሬዲት ዝኾነ ኣብ ዝኾነ ሃገር ከድካ ክሬዲት ዝኾነ ኢንተርናሽናል ፕሮግራም ትምህርቲ ኣለና ምስ ሰርቲፊኬሽን ናቱ ጎኒ ጎኒ ዝኸይድ ማለት እዩ እዚ ጠቕላላ ኣብ ሃይገት ኣካዳሚ ዝወሃብ ኮይኑ እቲ ፕራክቲካል ክላስ ከዓ ምስ ጎኒ ጎኒ ዝኸይድ ኣብ ኢስት ኣፍሪካ ነብሱ ዝኸኣለ ትምህርቲ ኣለዎ ማለት እዩ እዚ ብሓንሳብ ኮላብሬት ገይሮም ኢስት ኣፍሪካን ሃይገት ኣካዳሚ ብሓንሳብ ዝሰርሖ ኮይኑ ፕራክቲካል ክላስ ክመፁ ከለቶም ተማሃሮ ኣብዚ ሕክምና ዝግበር ስራሕ ኩሉ ማለት እዩ በቢ ዲፓርትመንት ናቱ ናይ ነርስ ክሰርሖ ዝግብኦ ካብ ነርሲንግ ስኪል ጀሚሩ ክሳብ ናይ ዶክተር ኣሶሴት ኮይኑ ዝሰርሖ ዝኽእል ኣሲስታንት ዝኾነ ስራሕ ኩሎም ክመሃርዎ መደብ ጌርናሎም ኣለና ማለት እዩ። ዕላማ ናይዚ ፕሮግራም ወይ ተምሃራይ ተማሂሩ ዳሕራይ እንታይ ክኸስበሉ ይኽእል ወይ ንምንታይ ክጠቕሞ ይኽእል እንድሕር መጺእና ከኣ ከም መጀመርታ ዝበልናዮ እቲ ኢስት ኣፍሪካን ሃይገትን ዝህብዎ ክልቲኡ ናይ ነርሲን ኣሲስታንት እንድሕር ኮይኑ ኣብ ዝኾነ ዓለም ከይድካ ፔሸንት ከመይ ጌርካ ኬር ትገብር ዝህብ ኮርሲ ማለት እዩ። እቲ ካልእ ኣብ ልዕሊኡ ኢንደፕስ ዝኾዶ ድሕሪኡ ዝውስኽ ዘሎ ኣርባዕተ ወርሒ ስጋዕ ሸሞንተ ወርሒ ዘብጽሓካ ዘሎ ከኣ እቲ ናይ ነርሲን ዲፕሎማ ንብሎ ዘለና እዚ ከኣ ኣብ ቀዳማይ ዓለም ምስ ከድካ ትምህርቲ ክትውስኽ እንድሕር ደሊኻ ወይ ኣፕግሬድ ክገብሮ እንድሕር መደብ ኣለካ እንድሕር ኮይኑ ጥብቕ ዝበለ ፕሮግራም እዩ ማለት ዝኾን ዘሎ እዚ ሕጂ ክንብል ከለና ኣብ ቀዳማይ ዓለም ከይድካ መብዛሕትኡ እዋን ሰብ ወይ ከም ነርስ ኣሲስታንት ክሰርሕ ክእል ወይ ኣላይ ሕሙማት ክሰርሕ ክእል ወይ እውን ኣብ ግሬድ ክገብሮ ክእል ኢና ኮሌጃት ስለዚ እቲ ዕላማ እቲ ኮርስ ንበል ዘለና ነዚ ኩሉ ዘጠቓለለ ኮይኑ ኣብ መስከልኩም እቲ ኣፖርቹኒቲ ናይ ምውሳኽ ትምህርቲ ይኹን ወይ ከዓ ናይ ስራሕ ዕድላት ንምርካብ ዝሕግዝ ዝኸውን ኣሎ ማለት እዩ እቲ ፕሮግራም ካብ ጀሚሩ ኣብዚ ህዋን ጀሚሩ ስለ ዘሎ ኮንታክት ክትገብሩና ትኽእሉ ኢኹም። ኣብ ክልተ ቦታ መጺኹም ክትሓቱ ወይ ከዓ ክትምዝገቡ ትኽእሉ ኢኹም ማለት እዩ። ሓደ ቦታ ነብሱ ዝኻረ ባዕሉ ኣብ ሃይገት ኣካዳሚ ቦታ ኣለና ማለት እዩ። ኣብ መጺኹም ክትምዝገቡ ትኽእሉ ኢኹም። እቲ ካልኣይ ቦታ ከዓ ኣብ ኢስት ኣፍሪካ ሆስፒታል መጺኹም ኣባላት ሓቲትኩም ነቲ ዘለኩም ሓበሬታ ይኹን ብዛዕባ እቲ ኮርስ ፍሪ ኮይንኩም እንታይ ፕሮቫይድ ክገብረልኩም ይኽእል እንታይ እንታይ ክሓጽረኩም ይኽእል ሓቲትኩም ከኣ ኣፕግሬድ ዝኾነ ወይ ከኣ ዝተመሓየሸ ፕሮግራም ክትረኽቡ ከም ትኽእሉ ክንገብረልኩም ምዃና ርግጸኛታት ኢና ማለት እዩ። ስለዚ ኣብዘን ክልቲኦም ቦታታት መጺኹም ተመዝገቡ ወይ ከኣ ሕቶታት ሕተቱ።